ክኾለኩም ደታ ሩዋታት ዝነበረ ደርፊ ኤክስፓየር ኣድገይሮ እዩ ክኾለካ ደታ ኣብይ ኢሳያስ መዓረይ ወላ ለብሳ ሕዶ ብእግረይ ክመፀካ ባዕለይ እዚ ክኾን ነወ እዚ እዚ ትሰምዕን ኣለኩም

ቆልዓ ላወልኩ ባዕለይ ንዒቐ ኸዚ ደማ ይሕሸኒ ሒቐይ ተጎዚዘ እዚላኻ ግጥሚ ባይዘወይ ግጥሚ ዜማ ፅሒፈ ክወኩም እየ ኣነ ባዕለይ እዚ ደርፍታት ብመሉ ናቕድሚ ሕዚ ተስተኻኽልዎ ኢለኩም ሓዱሽ ብሓዱሽ መንፈስ ብሓዱሽ ኣወዳድባ ብሓዱሽ ኣመዋውታ ብሓዱሽ ደርፊ ትደርፊ ለለካ ህወሓት ኣነ ኩሉ ግዜ ንምግበይ ሃይለ እንታይ ይብሎ መሲልኩም ትግራዋ እዩ ዝበካዕ እዚ ዝባርያ እዚ ትግራዋይ ፈረቃ ኢለ ዘርቡ ስከሎ ኣነ ትምንታይ ተይልኹም እዚ ትግራዋይነት ዝበሃል ብሄር ብሊ ምግበይ እንድሕር ዝግለፅ ኮይኑ ብኣቶም ክገልፆ የለን ብኣየ ክግለፅ ይደሊ ትግራዋይ ፈረቃ እዩ ዝረሳሕ በካዕ ማለት እዩ ዝጨናዊ ወርቂ ተተርእሱ ሳምና ብርቁ ማለት እዩ ወርቂ ተተርእሱ ሳምና ብርቁ ወርቂ ተተርእሶም ኣብ ሜዳ ንሓሩ ሽንቲ ቤት ለይብሎም በካዓት ማለት እዩ እንታይ ታሪክ ነዎም እዚኦም ምሳየ ምስ ጓራያ ኣነ እኮ ሃማቶም እግሪ ካልነቅዐ ኮንኩ ፈቐድዮ ከይደ ባፅሐ እሳቶም እግሮም ካልነቅዕ ኣርባዕተ እግራ ማኪና ሒዛቶም ላዘረት ብሽግሪ መከራይ ልዋፅሑሉሊ ምግቢ ሃይለ ሎሚ ግዜ ናያቶም ኮይኑ ኣዘዝቲ ትግራይ ኮይኖም ላሰረቑ መለስ ባዕሉ ትናህና ትብልዎ ትናህና ንብሎ እዚ መንእሰይ እዚ ኣብ ንግድን ኣብ ትምህርትን ኣሳቲፉ ኢሳያስ ክንደይ ዙር ከሰልጥ እንከሎ ብሳዋ ኣብ ንግድን ኣብ ትምህርትን ኣሳቲፉ ኢዱን እግሩን ተኣሲሩ ኮፍ ኢሉ ብትምህርቲ ኮይኖም ዘይፈልጡ ጓሶት ክቕተል ገይርዎ እዩ ነዚ ህዝቢ እዚ ነዚ መንእሰይ እዚ ተረዲካሉ ኣይኮነን ኣብይ ኣሕመድ ማለት ነው ናይ ባዕሉ መንገዛ ባዕላቶም ሲ ይፈርሕዎ እዮም ህዝቢ እዚ ስለ ዝፈርሕዎ ከዓ እዮም ዘብልዕዎ ዘለዉ ካብዚ ዝኸፍ ስለ ዝመፆ ዘይብሉ ከዓ ሕጂ እውን ወፂኡ ኣብ ዝመስሎ ኮይኑ ነዚኣቶም ከጥፍኦምን ከጥፍኦምን ጥራሕ እዩ ዘለዎ ኣርባዓን ኣርባዕተን ነጥቢ
እሮይ ምክንያቱ እዚኣቶም ዋላ ድሕሪ ሕጂ ተሳዕረሩ ነዚ ህዝቢ እዚ ዝኾኑ ኣይኮኑን ኣርጊፀ ተሓንፂፀ ክነግረካ ኣርጊፀ ተሓንፂፀ ክነግረካ መለስ ዜናዊ ባዕሉ ብለካ ኣለኹ መለስ ነብሱ ይምሓሮ እቲ ዝመተ ባዕሉ መንእሰይ ትግራይ ተምሃር እንዳበለ መንእሰይ ትግራይ እዚ ኩሉ ምሁር እዚ ኩሉ ጀነ እዚ ኩሉ ዶክተር እዚ ኩሉ ነርስ እዚ ኩሉ ፕሮፌሰር ኣብፂሑ ወላዲ ዕንጨይቲ ሰይጣ ማይ ወሪዳ ኣምሂራ ሻዕብያ ይኹን ኢሰያስ ክንደይ ዙር ክንደይ ዙር ከሰልጥን ከሎ ኣንቱም መናእሰይ ብየማንን ብፀጋምን ይስልጥን ኣሎ እዚ እዚ ጎረቤት ንዑስ ክሰልጥኑ ኣብ ክንዲ ዝብሎም እቲ እዋን ምስ ተፈጥረ ኣያታትኩም ከይትኽሕዱ ክብለና ከሎ እኮ ከም ዝመፅእ እፈልጥ ነይርኳ እዩ ከም ዝመጽእ እኮ ፈልጥ ነይሩ እዩ ማለት እዩ እዚ ግዜ ምስ ተፈጥረስ ኣያታትኩም ከይትክሕዱ ዝበለና እኮ እዚ ነገር ከም ዝመጽእ ሲ ተረጊጹ ፈልጥ ነይሩ እንታይ ዳ ኮይኑ ዘየሰልጠኖም እዞም መናእሰይ እዞም መናእሰይ ጠፊኦም ዘለዉ ዳ ተኮይኑ ዘየሰልጠኖም ተኮይኑ ዳ ካምቢ ዘይከፈተሎም ተኮይኑ ዳ ከምቲ ኢሳያስ ስለዚ ሕዋሕት ሕጂ እውን መሬት ልሒሱ መንእሰይ ትግራይ ከጥፍኣ ጥራሕ እዩ ዘለዎ ተሳዕረረት ኣይትጠቕሞ ተጠፍአት ኣይትጎድኦ ኣርብዓን ኣርባዕተን ነጥቢ ካብ ፃዕዳ ጓና ካብዞም ፃዕዳ ጓና ዝበሃሉ ዘለዉ ዝገብሩና ዘለዉ ንላዕሊ ተምፅኦ ሓይልን ነግረን የብላን እዚ መንእሰይ እዚ ስኑ ነኺሱ ከጥፋእ ጥራሕ እዩ ዘለዎ ብላካ ኣለኹ ኣነኻ ኣነ ማጂ ኣርብዓን ኣርባዕተን ነጥቢ ንቀደም እሞ ህድእ በል ዝግመ ወለ ሽኮረይ ኣነ እንታይ እዩ ዝብልክ ዘሎ ነወይ ደህድድ ኢና ተጌርና ደህድድ ኢና ተጌርና ደህድድ ኢና ተጌርና እዚ ኩሉ መንእሰይ ዓይኑ ናብራኹ ስኢኑ ሎሚ መሐከሚ እንዳለመነ ሓሙሽተ ዓሰርተ መላገፂ ቆሕማማት ትምህርቲ ቤት ከይዶም ዘይፈልጡ ፕሮፌሰር እኳ እዩ ዶክተር እኳ እዩ እግሩን- እግሩን ዓይኑን ስኢኑ ዘሎ ብእፍሊ ሓንካሳትን እ፣ ዕውራት ናይ ኣእምሮ ትምህርቲ ኮይኖም ዘይፈልጡ ሓደ ነጥቢ ሓሙሽተ እንዳተባሃለ ክፀሓፉ እንዳወዓለ መንእሰይ ትግራይ እሞ እዚ ንዕድና ኩሉ መሬት ንዕድም ተባሕጉጉ ወሪድ ወርቂ ነቲ እንዳተሸጠ መበሊ ወርቂ ዝምልሶ እንዳገበሩ እቲ ስማዕ ስማዕ ወርቂ እንዳባሕጎጉ እንዳሸጡ እዚ ኩሉ መንእሰይ መሐከሚ ስኢኑ ብሓሙሽተ ዓሰርተ ካብ ጅባና ዝሕከም ዘሎ እንታይ ኹም ትዛረቡ ዘለኹም እንታይ ኹም እባ ደሊኹምና እሞ ኣብዪ ኣሕመድ ዳ ካብዚ ንላዕሊ እንታይ ገይርና ፃዕዳ ጓና እንዲ ኣርባዕን ኣርባዕተን ፃዕዳ ጓና እንዲ መለስ ዜናዊ ግን ኣብቲ ዝኾዶ ይጥዓሞ ከም ስርሑ እዚ ኩሉ መንእሰይ ምርኣዩ ምትምናይ ሕፃቡ ድስተ መንእሰይ ትግራይ ተምሃር ሽግርካ መከራኻ ድኽነት ጥራሕ እንዳበለ ኢሰያስ ክንደይ ዙር ትምህርቲ ዓፅዩ ብጎረሮኦም ሓኒቑ ሒዙ ከም እዋ መንእሰይ ኤርትራ ትምህርቲ ይፈትዉ እንዲዮም መሲልካ መንእሰይ ኤርትራ ደናቑር ስለ ዝኾኑ ድዮም ደንቂሮም ተሪፎም መሲልካ ሰኣን ባይታ ዘርግሑ ዘምህሮም እኳ እዮም ስለዚ ኣእዛኖም ቆሪፁ ፀላእቲ ትግራይ ገይሩ ከርብሖም ከሎ እንታይ ገብሩ ነይሮም እንዳ ህወሓት ፀላኢኻ ሽግር ጥራሕ ይብልዎ ነይሮም መንእሰይ ትግራይ ምስግናይ ከይዶም ከዓ ተጠጢቑ ከዓ ንባዕሉ ተጠጢቑ ይዕንቱም ስኢኑ ከዓ ንዓቶም ኣውፅዎም ሕጂ ከ እንታይ ገብርዎ ኣለው እንታይ ገብርዎ ኣለው ነዚኦም ሲ ካብ መን እዮም ስመን እዮም ሕሸኪ ኩሎም ሓደ እቲ ዳ ፃዕዳ ጓና እንታይ ክገብረኒ ካብዚ ንላዕሊ ጓና እንዲዩ ዶ ኣብይ ኣሕመድ ሓመዱ ደው ይበል ካብ ውሽጢ ዓዲ ዝመጽእ ዘሎ ይኹን ብሓደ ክልተ ከም በዓል እዚ ሓውና ይኹን ደው ኣብልዎ ትኸድዎ ዘለኹም ከይዲ ዳግም ጠመተ ግበርሉ ኢኹም ትማሊ ትማሊ ሰለስተ ሚእትን ሱሳን ዲግሪ ተኸቢብና ተዛራርዮም ክጭፍጭፉና ከለዉ ኩሉ ንጥፍኣትና ክእውጅ ከሎ እቲ ኡንኮ ሓወይ እዩ ህዝቢ ትግራይ ንሓወይ ተዛራርዮም የጥፍእዎ ኣለዉ ኢሉ መጺኡ ኣብ ጎንና ደው ዝበለ ቃል ብተግባር ዘርኣየ እንኮ ዝደላይ ፍትሒ በርጌድ ንሓመዱ እዩ እዚ ከይትርስዕዎ ዝርሳዕም ኣይኮነን ታሪክ ካብ ወለዶ ንወለዶ ዝመሓላለፍ ታሪክ እዩ በዓል ንስኻ እውን ፅቡቅ ጽቡቅ ጌርካ ትፈልጦ ኢኻ ኣብ ፅንኩር እዋን መን እዩ ሓዊ ኮይንካ መን እዩ ደጋፊ ኮይንካ መን እዩ ኣጆኻ ኢልካ ኣፀቢቕኩም ትፈልጡ ኢኹም እቲ ካልእ በርጌድ ንሓመዱ ኣዲስ ኣበባ ከይዶም ኣኼባ ይግበሩ መቐለ መፅዮም ኣኼባ ይግበሩ፣ ሶማል ከይዶም ኣኼባ ይግበሩ እዚ ውድብ እዚ ፍትሒ ዝደሊ ዘሎ ውድብ ስለ ዝኾነ ኣሊያንስ ክኾኖ ምስ ዝኽእል መንግስቲ ባይ ኤኒ ሚንስ ፍሌክሲብል ኮይኑ ናይ ምስራሕ ሙሉእ መሰል ኣለዎ እዩ። ሙሉእ መሰል። እቲ እንኮ ክትቃወምዎ ትኽእሉ ዘኽእለኩም ዝነበረ መንገዲ ከምቶም ካልኦት ኣብ ደምና ኢድ እንተዝህልዎም ከምቶም ካልኦት ኣብ ደገ ኮይኖም ዘጣቕዑ ዝነበሩ በልዎም ጨፍጭፍዎም ምሳኹም ኢና ተደሚርና ኢና ክጸንቱ ኣለዉ ዝብሉ ተዝኾኑ ነይሮም ካብኡ ዓይነት ምንቅስቓስ ውድብ እንተዝኸውን ነይሩ ከመይ ጌርካ ሕጂ ኣዲስ ኣበባ መጺኻ ኣኼባ ትገብር ኣለኻ መሬተይ እኮ ዓዲ ቦታተይ ኢልኩም ክትቃወሙ መጥዐመልኩም ነይሩ ክዝልፎም ክዝንጥልዎም መጥዓመልኩም ነይሩ ኩሉ ሰብ ምደገፈኩም ነይሩ እዚኣቶም ግን ካብ ናይ ማንም ትግራዋይ ደም ናፃ እዮም እሱ ጥራይ ደይኮነ ዋጋ ከማን ከፊለሙሉ እዮም ምሳና ንፈልጦም ኣሕዋትና መሓዙትና ክንዲ ምንታይ ዋጋ ከም ዝኸፈሉ ባዕላትና ኢና ንፈልጦ ብስድርኦም ብቤተሰቦም ብምትዓቢቶም ብኣሕዋቶም ከቢድ ዋጋ ከፊሎም ንምንታይ ኢኹም ኣብ ጎኒ ውፅዕ ህዝቢ ደው ኢልኩም ግደፍዎም ይፅነቱ ክብልዎም ከለዉ ዋላ ሓወይ ዳኣ ይኹን እምበር ንዓማጺ ኣሕሊፈ እየ ዝህብ ኣብ ጎኒ ዓማጺ ደው ኣይብልን እየ ዝበሉ እንኮ ሓቀኛታት ውድብ ስለ ዝኾኑ እንተትኽእሉ ክትድግፍዎም ኢኹም ዝግብኣኩም ነይሩ ኣብ ጎኖም ኮይንኩም ክተባራትዕዎም እዩ ዝግብኣኩም ነይሩ እቲ ካልእ እምበኣር በድጌን ንሓመዱ ኣዲስ ኣበባ ከይዶም ኣኼባ ካብ ገበሩሲ ኣነ ምስቲ ዝሓርደኒ ምስቲ ጆኖሳይድ ዝፈጸመለይ ምስቲ ትማሊ ኣብ ልዕሊ ሬሳ ኣሕዋተይ ኮይኑ ኣብ ማእኸል ትግራይ ዝዓለለ ምስኡ ከይደ ክዝትየ ትብል ዘለኻ እዚ ናይ ታሪክ ስሕተት እዩ ናይ ታሪክ ስሕተት እንኮ ምስ ቀታሊኦምን ሓራዲኦምን ሲ ከይዶም ግንብሕ ቅንዕ ዝበሉ ተባሂልኩም ናይ ታሪክ ስሕተት ኢኹም ክትገብሩ ዳግም ጠመተ ግበርሉ ጽልኢ ሰላሳን ገለን ዓመት ዝኾስኮስዎ ጽልኢ ቦቂሉ ሱር ሰዲዱ ኣብ ትግራይ እዩ ተራእዩ ብዓይኒ ብዓይኒ ተራይ እዚኣቶም ጽልኢ ዝኹስኩሱ ንጽልኢ ጽቡቅ ጌሮም ደሳውሩ ሎማዓንቲ ከምዚ ኢሎም ድሕሪ ሓሙሽተ ሳዓት ይኸውን ወጺኦም ካልእ ኢሎም መልሓሶም ንዝቅይሩ እቶም ትማሊ ምሳኹም ሰለስተ ኣርባዕተ ዓመት ዝተጎዓዙ ሓንቲ መዓልቲ ከማን ቃሎም ዘይቀየሩሲ ሓዊኹም ክተዋዳድርዎ ፈቲንኩም ከመይ ጌሩ ኢዩ ከማን ነብስኹም ጌሩልኩም ሽሕ ግዜ ዓስከር ኩን ሽሕ ግዜ ናይ ዝኾነ ይኹን ውድብ ጉዙእ ኩን ግን ኣትሊስት እንኳን ንእሽተይ ክንዲ ፍረ ኣድሪ ትኸውን ቅንጣብ ትኸውን እንኳን ሕልና ክህልወካ ኣለዎ ስሕተት ኢኹም ትፍጽሙ ዘለኹም እየ ዝብለኩም ዘለኹ ኣነ ናይ ታሪክ ስሕተት ንውሉድ ወለዶ ዝመጽእ ስሕተት ኢኹም ትፍጽሙ ዘለኹም ንበርጌድ ንሓመዱ ይኹን ነቲ ዝደገፈካ ይኹን ብኤኒሚንስ ማንም ይኹን ማንም ዋላ እኳ ከተዝልቕ ተደሊኻ ናይ ባዕልኻ ኣቃውማ ሒዝካ ኣዝልቕ መመኽኔታ ጌርካ ንዕኦም ኣሳቢብካ ኣዲስ ኣበባ ከይዶም ዶ ምስ ኣብይ ኣሕመድ ከምዚ ጌሮም ዶ ገሊልካ ደይኮንካ ክትዝልቕ ዘለካ በቃ ቁኑዕ ጻዕዳ ጻዕዳ ጌርካ ኣዝልቕ ኣጸሊምካ ዘሊፍካ ኣዋሪድካ ጸራፊ ሰኣኑ ዘላፊ ሰኣኑ ዕጽፍን ትርፍን ኣለዎም ዶን ወሪ ባደ እስከ ሰንስ ንኽህበናሲ Make sense ንስኻ ኣወል ፈሲ መጽዩ ዓጢንኒ እዩ ዶ ኣወል ፈሲ መጽዩ ጸዊዑኒ እዩ ዶ ከምዚ ክገብር እየ ዶ ዒም ዝበለ ተሓጎም ዶ ኣብዚ ከኣ ቴክ make that make sense ንኽርድአና ዋላ ሲ ነቲ ወለዶ ዋላ ንኽት- ክርድኦስ ሰንስ ንኽህበና ሲ ዝኾነ ነገር ን- ታሽሙ ሃቡና ንእሽተይ ፍንጭ ከማኒ እዚ እኮ ብጥራሽ ንኽ- I have no word ፕሊስ ዳግም ጠመተ ግበርሉ think ሕሰቡ ንግዝያዊ ጥቅምኹም ተኾይኑ ንግዝያዊ ረብሓኹም ተኾይኑ እሱ እውን ክሓልፍ እዩ ክንደይ ከምኡ ገይሮም እዮም ደሓር ግን ተዋሪዶም እዮም ዕርቃኖም ወፂኦም እዮም ክንደይ ደድሕሪ ነገስታት ኢና በሃልቲ ደድሕሪ ሓለፍቲ ኣንጨብጪቦም ኣህሊቆም ገለ ገይሮም ኣዲኤንድ ግን ጥርሖም እዮም ወፂኦም ሶ ሕሰቡሉ ኢኹም
ንሕናን ህዝቢ ትግራይን ከነረጋግጾ ምዃንና ከይትጠራጠር ሚእቲ ብሚእቲ
ጽቡቕ እዩ ኢንቲዮሪ ብቲዮሪ ደረጃ ይስማዕማዕ እዮም ብኣኻ ብስነ ሓሳብ ደረጃ ብተግባር ግን ኣሕዋተይ ኣለውን ኣነ ኣዲስ ኣበባ ኣብ ጎንደር ኣብ ሽዋ ኣብ ሶማልያ ጅጅጋ ሃረር ድሬዳዋ ኣዳማ ጠቕላላ ናብ ክንዲ ኤርትራ ህዝቢ ዝኸውን ኣርባዕተ ሓሙሽተ ሚልዮን ዝኸውን ህዝቢ ትግራይ ኣሎ። እዚ ህዝቢ ትግራይ ውሕስነት ስለ ዝበልካ እዩ። በየናይ ተኣምር እዩ ኣነ ምስ ሻዕብያ እሞ ከዓ ንህዝቡ ዘይናሕሲ ንህዝቢ ትግራይ ከዓ ጆኖሳይድ ዝፈፀመ ሓይሊ ሕዚ እውን መድሓኒት ምግቢ ንህዝቢ ትግራይ ከእትወሉ እየ ባሕሪ ከፍት እየ ኣይበለን። ከምኡ እኳ ተተ መሬት እ፣ ዝሓዝኮ ናይ ህዝቢ ትግራይ ሓዲገ ኣለኹ እ፣ መድሓኒት ምግቢ ከእቱ እየ ተትብል እኳስ ንእሽተይ ከጠራጥርን ነይሩ ኖ ግድፈይ ዝበሃል ነገር ኣሎ እ፣ ትስማዕምዐሉ ነገር ትረስት ቢልዲንግ ሬሌሽንሽፕ ናይ ትረስት ናይ ምትእምማን ኩነታት ዝፈጥ- ዝፍጠረሉ ፖለቲካ ሲስተም ኣሎ ባዕሉ ዝኸኣለ ግን እዞም ኩሎም ሚልዮናት ህዝቢ ማለሊት ተኾነት ኣብ ባድመ ሰብዓ ሰማንያ ሽሕ ህዝቢ ሰዊኣ ባድመ ረኪባ ዝመፀት እያ። ኣብ ሳሕል ናቕፋ ሰላሳ ኣርባዓ ሽሕ ተጋሩ ሰዊኣ ባሕሪ ኣሉላ ባሕሪ ዮሃንስ ኣረኪባ ዝመፀት እያ። ሕዚ ከዓ ኣብ ኣዲስ ኣበባ ከይዳ ኣርባዕተ ሰለስተ ሚልዮን ተጋሩ ካብ ዓዶም ከይሰርሑ ብግብሪ ጨፍጪፋ ኣባሪራ ኣብኡ ስርሖም ከም ዝኸውን ገይራ ዝተረፉ ተሪፎም እቶም ተረፉ ከዓ ክተወድኦም ምስ ሸዓብያ ባሕሪ ንቲዲኤፍ ኢላ ንትዲኤፍ ትዲኤፍ ኣብ ሓራ መሬት ዘሎስ ትዲኤፍ ባዕላ ጠፊእዋ ተሰልጥን እያ ዘላ ኣብ ሽረ ኣክሱም ዓድዋ ኣሽዓ ኢላ ንቶም ተሰልጥነሎም ዘላስ ትዲኤፍ ኢላስ ትዲኤፍ ብባሕሪ
ቴድሮስ ክሓቶ ዶ ስማዕ ብባሕሪ ሚት መግበር ሚት ግበር ሚት ግበር ክወድእ ብባሕሪ ትዲኤፍ ሲ ኢሰያስ ንባዕሉ ሚሳይላት ታንክታት ምግብታት ኤክስፖርት ኢምፖርት ዘይገበረ ብማሕረስ ንቲዲኤፍ እንታይ እያ ክተእትወሉ ብኡ ዝትኮስ ነቶጊ ዝትኮስ ሚሳይላት እንታይ ኢሳያስ እኮ ወረዲ ኣለዎ ተደልዩ እንታይ ባሕሪ ምኽፋት ኣድልዎ ካብቲ መኻዚኖታት ኣብ ባፅዕ ኣብ ሳሓል ናቕፋ ኣብ ኣስመራ ዓዲ ደቂ ኣምሓረ ዘሎ መኻዚኖ ክፍት ክፍት ኣቢሉ ሕወሓት ተዓጠቕ ዘይብላ ሃልኪ ፖለቲካ ግን ንፕሮፓጋንዳ ባፅዕ ንኸፍት ኢና ባፅዕ እንታይ እዩ መድሓኒት ምግብ ከይኮነን ንትዲኤፍ እዩ ተባሂሉ ንትዲኤፍ መሳርያ ከእቱ ንመን ክዋጋእ ንኢትዮጵያ ኣብ ዘሎ ህዝብኸ ብዕላ ኣዲኦም ቴዲ ኣዛርበና